ሃይ ጋይስ ከመይ ቀኒኹም ሰላም ዲኹም? ኣነ እግዚኣብሔር ይመስገን ሎማዓንቲ ብፕሮቲን ዝሃብተመት ባኒ ሒዘልኩም መፅየ ዘለኹ ኣዝያ ኣዝያ ጥዕና ዘለዋ እሞ ከዓ ብጣዕሚ ጥዑም ዝኾነ ባኒ ሒዘልኩም መፅየ ዘለኹ እስካብ መወዳእታ መደበይ ምሳይ ክፀንሑ ብክብሪ ዕድመኩም ከም ትሪኦ ዘለኸን ኣብዚ ናይ ኦትስ ኣለኒ ዘይተጣሕነ ከርእየኩም እየ ኣብዚ ከኣ ካልእ ከኣ እዚ ኣብ ንእሽተይ ዘለ ከኣ ማንድል ኣለኒ ናይ ማንድል ሓርጭ ማለት እዩ ወይ ኣልመንድ ንብሎ ማለት እዩ ብእንግሊሽ እሱ ኣለኒ እዚ ኦትስ እዩ ከም ትሪኦ ዘለኽን ከምዚ ዓይነት እየ ዝጥቀም እንጣጢዕ ከ ኣለኒ ሓደ ሰለስተ ኣርባዕተ ማንካ ዝኸውን ዝቐለኽዎ ማለት እዩ ርጎ ኣለኒ ክልተ እንቋቑሖ ኣለኒ ፔኪን ፓውደር ኣለኒ ከምኡ ድማ ባተር ገይረ ዝሰርሖ ኦማይ ጋድ ክጥዕም መዓት እዩ ብእውነት እየ ዝብለኩም ብዘይ ምግናን ፊኖ ሓቂ ተሓይሽ መልክዑ እዩ ደስ ዝብለካ እምበር ጥዕና የብሉን ከምኡ ድማ ጣዕሚ እውን ብዙሕ ክስተይ ኣይኮነን እዚ ግን በቃ ናይቲ ኣልመንድ ናይቲ ንጣጢ ናይቲ ኦትስ ናይቲ ርጉኦ ኩሉ ብሓፈሻ ምስተዋሃሃደ ብጣዕሚ ጥዑም እዩ ልዕሊ ኩሉ ብጣዕሚ ጥዕና ዘለዎ እዩ ማለት እዩ። ብፕሮቲን ሃፍታም ዝኾነ ባኒ እዩ ዘርእየኩም። ምስ ድሌትኩም ጌርኩም ክትምገብዎ ትኽእሉ ኢኹም። ግሉተን ፍሪ ስለ ዝኾነ ከምዚ ፎኪስ ክገብሮ መታን ፔኪን ፓውደር ክጥቀም ማለት እዩ ኣብዚ ሕጂ ኦትስ ኣለኒ ማንድል ወይን ከዓ ኣልመንድ ንብሎ ናይቱ ዝተጣሕነ ኣለኒ ማለት እዩ ከርእኩም እዩ እንታይ ምዃኑ ማንድል ደሓር ኣብዚ ቪድዮ ኣብ ፍርቂ እትዮ ኣለኹ ማለት እዩ ከምዚ ጌርና ምስ ሓዋወስና ጨው ገይረ ኣለኹ ፔኪን ፓውደር ገይረ ኣለኹ ኣልመንድ ገይረ ኣለኹ ኦትስ ገይረ ኣለኹ እሱ ምስ ሓዋወስኩ ሽኡኡ ክልተ እንቋቑሖ ክጥቀም እየ ከም ትሪኦ ዘለኽን ደሓር ከዓ ዮገርት ገይረ ቡተር ገይረ ከዓ ክሓዋውሶ እየ ማለት እዩ ቀስ እየ ዝገብሮ ዘለኹ መብዛሕትኦም ቀስ ዘይተገበርዮ እንዳበልኩም ስለ ዝፅሕፉለይ ኖርማል ቪድዮ ገይረ እየ ዝገብሮ ዘለኹ ከም ትሪኦ ዘለኽን ኣብዚ ሕጂ ካብ ፍሪጅ ኣውፅኤ ዘቐመጥኩ ባተር ኣለኒ ባተር ኩሉ ግዜ ዝጥቀሞ ኬሪ ጎልድ ዝብል ባተር እየ ዝጥቀም ማለት እዩ ዋላ ከምዚ ጠስሚ ክንሰርሖ ድዩ ንኩሉ ነገር ኣዝዩ ኣዝዩ ጥዑም እዩ እሱ እየ ዝገብር ኣነ ማለት እዩ ሽዑ ዩገርት ኣለኒ ኣብዚ ሓደ ሰለስተ ኣርባዕተ ማንካ ዝኸውን ዩገርት ኣለኒ እሱ ከዓ ህትዌ ሽዑ ፅቡቅ ገይረ ኢደይ ከይተንከፍኩ ማለት እዩ ብማንካ ገይረ ከዳውስ እየ ኢደይ ዋላ ሓንቲ ኣይትንክፎን እየ እ፣ ቅጫ ገለ ክገብር ከለኹ ከማ ለሚድኒ ከምዚ ቢድያ ይገብርኒ ብማንካ ገይረ እየ ዝገብሮ ኣብዚ ከዓ ብማንካ ስለ ዝቐለለኒ ብማንካ ገይረ ዓቕሊ ጌርካ ቁሩብ ክስታይ ንገብሮ ማለት እዩ ነወሃህዶ ኩሉ ብሓንሳብ ስጋ ሓርጭ ስጋ ብዝወሃድ ማይ ክጥቀም ይብዚ ከምዚ ትሪኣኒ ዘለኽን ብጣዕሚ ብጣዕሚ ጥዕና ዘለዎ ባኒ እዩ ካብ ምግዛእ ከምዚ ጌርና ክንገብር እቲ ዝበለፀ እዩ ፕላስ በቃ ናይቲ ህንጣጤ ናይቲ ኣልመንድ ከምኡ ድማ ናይቲ ኦትስ ገለ ጥዑም ዝኾነ ኣብ ኣፍካ ክስተ ያለው ቃና ኣለዎ ብጣዕሚ እቲ መቐረቱስ ጥዑም እዩ ስለዚ ብንቋሖ ጌርና ክንበልዖ ንኽእል ኢና ዝኾነ ሰላሚ ገለመለ ትፈቱ ዝኾንኩም ከዓ ከምኡ ወይን ከዓ ብ ቺዝ ጌርና እውን ክንምገቦ ንኽእል ኢና ኣዝዩ ኣዝዩ ጥዑም እዩ ማለት እዩ ፈትንዎ ሽኮሪናታት ፈትንዎ ውዳቱም ቀሊሉ ዋላ ሓንቲ ዝካበድ ነገር የብሉን ከምዚ ጌርና ዋሃድ ምስ ኣበልናያ ኣብቲ ናይ ኦቨን መሰንከቲትና ጌርና ኣብ ክስታይ ነእትዎ ማለት እዩ ኣብ ኦቨን ፅቡቅ ገይሩ እዩ ዝበስል ቀይሕ ኮይኑ ቀስ ነብላ ምሻሉ ከምዚ ልብልብ ኢሉ ውሽጡ ከይበሰለ ከይወፅእ መታን ቀስ ጌርና ክስታይ ንገብሮ ነብስሎ ምክንያቱ ከምዚ ክብለክን ፀናሕኩ ጉልተን ፍሪ ስለ ዝኾነ ኣይተሓሓዝንዩ ዘተሓሓዞ ነገር የብሉ ባተር እዩ ተዘተሓሓዞ ስለዚ ቀስ ኢሉ ክበስል ኣለዎ መታን ከምዚ ውሽጡ ከይበሰለ እቲ ደጊኡ ጥራይ ሕርር ኢሉ ከይወፀና ማለት እዩ እታ ኦቨና ቀስ ኣቢልና ቀስ እንዳበለ የብል ማለት እዩ ይበስል እዚ ወረቐት ከምዚ ገይረ ክስተ ገይረ ኣለኹ ረዮዝ እዩ ኣልመንድ ማለት ከምዚ ናት እዩ ናይ እዚ ቆራጠምሻሉ ኮም እዩ ደሓርቲ ወረቐት ከምዚ ገይረ ጭፍልቕ ጭፍልቕ ኣቢለ ኣለኹ መታን ፅቡቅ ገይሩ ከብለለይ ደሓር እቲ ካብ ኩዖ ፀናሕኩ ብማንካ ገይረ ኣብዚያ ክገብረየ ማለት እዩ ዝደለናዮ ክንጥቀም ንኽእል ኢና ባተር ተዘይደሊኽን ኦይል ክትጥቀማ ትኽእላ ኢኽን ግድን ኣይኮነን ባተር ጥራይ ክንጥቀም ባተር ዘይፈቱ ወይ ኣላርጂ ዝኾነ ነገር ክህሉ ስለ ዝኽእል ባተር ኣውፂና ብካልእ ክንገብሮ ንኽእል ኢና ናይ እንቋሕ ኣላርጂ ተኾንኩም ከዓ እንቋሑ ክተውፅዎ ትኽእሉ ኢኹም ግን ሞር ፕሮቲን ክህልዎ መታን እቲ እንቋሑ ከዓ ኣገዳሲ ስለ ዝኾነ ማለት እዩ ከምዚ ገይረ ባተር ገይረ ኣለኹ መታን ፅቡቅ ገይሩ ከምዚ ፍግዕግዕ ከይብል መታን ፅቡቅ ገይሩ ሕዝ ከብሉ ክተሓሓዘልና መታን ዝደለኹንዎ ካልእ እውን ክጥቀማ ትኽእል ያኽን ኣነ ኣብ ገዛይ ፀንሐኒ እየ ተጠቂመ እስኹም ከዓ ተትደልይዎ ጥዑይ ዝበልክዎ ዝበልኩሞ ማለት እዩ እንዳእተኽን ክጥቀማ ትኽእል ያኽን እታ ዘይተርፍ ከዓ ናይ ዱባ ፍረ ኣብዚ ገዛ ናይ ዱባ ፍረ ፈተውቲ ኢና ከም ስናክ ኢና ንጥቀመሉ ከምዝታት ከዓ ክንሰናክት ከለኩ ከዓ እጥቀመሉ እየ ምክንያቱ ኣዝዩ ኣዝዩ ብዙሕ ሚነራል ቪታሚንን ሃፍታም ስለዝኮነ ናይ ዱባ ፍረ ኩሉ ግዜ ካብ ገዛና ኣይጠፍእን እዩ ስለዚ ብላዕሊ ገይረ ኣለኹ ድሓር ኣብ ኦቨን ከእትወየ ኣርሲንያ ፀኒሐታ ኦቨን ከምዚያ ኮይና ወፂኣ ኣላ ረኣ ሽኩር መዓት ኮይና በቃ ድርቕ ኢሉ ጸቡቕ ኮይኑ ወጺኡ ኣሎ ብላዕልን ብታሕትን ክትርእዮ ኽን ክግልብጦ ከለኹ ከዓ በቲ ሕቑኡ በቲ ናይ ግልባጡ ማለት እዩ ፅቡቅ ኮይኑ ወፂኡ ፅቡቅ ገይሩ እዚ ገዛ በቃ ገለ ጥዑም ጨና ጨንዩን እቲ ክበስል ከሎስ በቃ ደስ ዝብለካ ዓይነት ጨና እዩ ክጨኑ ፀኒሑ ብጣዕሚ ጥዑም ክቁርሰይ ቁሪሰኻ ከርእየኩም እየ ካልኣይ ከምዚ መፃንሒ የብሉን ሕማቅ ነገራት የብሉን ባዕልና እንታይ እቲና ኣለዎ ንፈልጥ ኢና ካብ ኩሉ ብጣዕሚ ሄልዚ እዩ ጥዕና ዘለዎ እዩ ስለዚ ሽኮሪናታት ፈትኑ እየክን ካብ ስቂልና ንገዝእ ከማን ሓቂ ትሓይሽ ኣብቲ ግዜ ክህልወና ከሎ ከምዝታት ክንሰርሕ እሞ ሰለስተ ኣርባዕተ መዓልቲ ክጸንሓና ይክእል እዩ ማለት እዩ ምስ ዝደለናዮ ጌርና ክንምገቦ ንክእል ኢና ምስ ሻሂ ከማን ብጣዕሚ እዩ ጥዑም ኣነ ትማሊ ብጣዕሚ እየ ፈትየ እንዳፈተኹን ደስ እንዳበለኒ ተመጊብዮ ንቁርሲ ቡን እውን ክኾነና ክእል እዩ ተደሊኽን ሽኮር ትፈትዋ ተኾንክን ሽኮር ቁሩብ ትገብራሉ ማለት እዩ ስለዚ ሓንሳብ ከኣ ካብቲ ሕንባሻ ካብቲ ጻዕዳ ጻዕዳ ነገር ከኣ ውጽእ ኢልና ከኣ ከምዝታት ከኣ ጥዑም እዩ ብሩኻተይ ፈትንኦ ክብለኪ ንፈቱ ንሕና ብጣዕሚ ኢና ንፈቱ መጀመርያ ኣይኮነን እስንክቴ ክስተ ናይ ሱፍ እቲ ከእንደገና እዚ ናይ ዱባ ፍረ እቲ ቺያሲድ ገይረ ከዓ ዝሰርሖ ካልእ ዓይነት ባን ከዓ ኣሎ እሱ ከዓ ከርእየኩም እየ እሱ ከዓ ብጣዕሚ ብጣዕሚ ሄልዚ ዝኾነ ብዙሕ ዓይነት ፕሮቲን ማግኔዚዩም ብዙሕ ብዙሕ ንረኽበሉ ንኽእል ማለት እዩ ሰለስተ ኣርባዕተ መዓልቲ ኣርቅቕ ኣቢልና ቆሪፅና እዛ ነ ቆሪፅ እየ ዘለኹ ብጣዕሚ ረጒድ እዩ ኣርቅቕ ኣቢልና ግን ዝኾነ ነገር ለኺና ፍሬሽ ኬዘ ክኸውን ንኽእል ካልእ ቺዙን ጌርና ገለመለታት ክንምገቦ ንኽእል ኢና ብሩኻተይ እምበኣር ተፈቲኹሞ ላይክ ሼር ሳብስክራይብ ኣይትረስዑ ብካልእ ቪድዮ ብካልእ ስራሕ ስጋብ ንራኸብ ኣብዚ ዘለናዮ